ሰላም ሰላም ናይ ሸዊት ዩቱብ ቻነል ቤተሰብ ከመይ ቀኒኹም? ንሕና ሰላም ኢና እግዚኣብሔር ይመስገን። ከምታ ኣነ ሰላም ዘለኹም ድማ እስኹም በብዘለኹም ኮርናዓት ዓለም ሰላም ክትኮኑ በዓልቲ ሙሉ ተስፋ እየ። ሎማዕንቲ ድማ ብደስ ልብል ቆንጆ ዝኾነ ዝግጅት ወይ ድማ ፕሮግራም ሒዘልኩም መፅአ እኒአኹ ማለት እዩ። ንሎማዕንቲ ሕዚ ቀሪበ ዘለኹ መደብ ድማ ብዛዕባ ከምቲ ልሙድ ማለት እዩ ልልና ኣሌክስ ኣብ ምንታይ ኩነታት በፂሑ ልሊ ከመይ ከይዳ ናበይ ከይዳ ምናምን ሉሉ ቆንጆ ዝኾነ ሒዘልኩም መጠን እኒኦኹም ማለት እዩ። ብፍላይ ድማ ገና ክትኣቱ ከለኹም ኣብ ታምሌት ሪኦኹም ማለት እዩ። ሊሊ ኣዲስ ኣበባ ከም ዝፀንሐት ምስ ኣሌክስ ብሓንሳ ከም ዝፀንሑ ተዓሪቆም ናይ መርዓ ናይ ደርዓ ብዙሕ ነገራት ፎቶ ከም ዘሕለፉ ምናምን ኩላትኩም ሪኢኹም ማለት እዩ። ብጣዕሚ ድማ ብዙሕ ሰብ ድማ ደስ ኢልዎ ብፍላይ ምስቲ ነብሰ ፁር ምዃና ተዓሪቆም ሰላም ወሪዱ ንዓኣ ነቲ ኣብ ማህፀና ዘሎም ውላድም ብጣዕሚ ቆንጆ ስለ ዝኾነ ሰላም ክወርድ ከሎና ብዙሕ ሰብ ደስ ኢልዎ ብዙሕ ቪድዮታት ድማ እናተፀበየ ንሃሎ ከም ኣጋጣሚ ኮይኑ ድማ ትግራይ ከዳ ማለት እዩ ሎማዕንቲ ድማ ናብ ትግራይ ክትከድ ከላ ብዘይ ተፀበየቶ ጋይስ ማለት ካብዚ ነግረኩም ንዓቀ ማለት እዩ ብዘይ ተፀበየቶ ሰርፕራይዝ ጌራታ ኣዲኣ ጓላ ብዙሕ ሰብ ኮይኑ ማለት እዩና ከምዚ ኣብቶም እትርእይዎ ዘለኹም ማለት ቪድዮ ኣብ መጨረሻ ወይ ክለቀልኩም እየ ምክንያቱ ፅቡቅ ስለዘይኮነ ማለት እዩ እና ስለዚ ደስ ልብል ኣቀባብላ ሊሊ ፍፁም እያ ዘይተፀበየቶ ንሳተን ክትመፅያ ልብል ኣሌክስ ደዊሉለን ነይሩ ክትመፅእ ምዃና ምስቲ ነሰጡር ምዃን ድማ ክንክን ከም ዘድልያ ኣበይ ይሕሸኪ ኢሉ ማማሪት ፅዋዩ ምስ ኣደይ ዶ ምስ ኣዴኺ ኢልዋ ማለት እዩ ሊሊ ድማ ናብ ክልቴን እንዳኸርኩ ክሓንቀቀየ ምስ ሓማቴን ምስ ኣደይን ኮይነ ክፀንሐካ እየ ኢላቶ ኣቀርባም ኣሌክስ ከም ዝኸይድ ሓቢርዋ ማለት እዩ እና ሎማዓንቲ ድማ ተቐቢልና እኒኦዋ ኣዲያ ማለት እዩ ኣዲያ ገራሚ ዝኾነ መኪና ገራሚ ዝኾነ ዕምበባ ማለት እዩ ብፍላይ ደቂ ኣንስትዮ ዕምበባ ከመይ ዓይነት ከም ንፈት ገለ ትፈልጦ ይኽንና ገራሚ ዝኾነ ዕምበባ ጌረን ተቐቢለን ብጣዕሚ ደስ ልብል ፕሮግራም ኣብ ገዛም ተኻይዱ ብጣዕሚ ቆንጆ ማለት ካብ ዝነግረኩም ንዓኦም ንባዕላም ሰርፕራይዝ እያ ኮይና ምንም ኣይሓሰቦቶን ገለ ከምኡ ዓይነት ዝግጅት ክገብራላ፣ ከምኡ ዓይነት ፕሮግራም ክዘጋጅዩላ፣ ከምኡ ዓይነት ኣቀባብላ ምናምን ምንም ኣይሓስብት ነይራ። ኣቕልል ኣቢላ መስቀል ኣብ ዓዳ ምስ ስድራኣ ቤተሰባ ክትውዕል እያ ሓሲባቶ እምበር እዚን ያህል ፕሮግራም ክትግበር እዩ ላይ ኣይሓስብት ነይራ ንሰተን ግን ብቲ ነብሰ ጡር ብምዃና ጓልን ክልተ ርእሳ ብምዃና ሓደ ካልኣይ ድማ ምስቲ ዝነበራ ብስጭት ምስቲ ዝነበራ ባእሲ ሰሓቦ ክተቶ ምናምን ምስቲ ዝነበሮ ነገራት ናብ ስድራኻ ክትመጽእ ከለኻ እፎይታ ርፍታ ስለ ዝስምዓካ እስታት ነገር ድማ ብሓድሽ መንፈስ ምስቲ ሓድሽ ዓመት ምዃኑ ምስቲ ዝብለኩም ኣለኹ ነገራት ተተሓሒዙ ብቻ ደስተኛ ንክትከውን እፎይ ንክትብል ከምኡ ዓይነት ዝግጅት ገይሮም እዮም። በዚ ኣጋጣሚ ኣሌክስም ኢድ ኣለዎ እዩ ማለት እዩ። ምናልባት ሰብኣይሲ የኸፍእ ድዩ ወይ ድማ ሰብኣያሲ ሕማቕ ድዩ ዝሓስበላ ክትሓምቕ ድዩ ዝሓስበላ ወይ ክትድሰት ድዩ ዝሓስበላ ወይ ድማ ዕምበባ ግዜላ ይፈልጥ እንድዩ ምናልባት ከይትብሉ ጋይስ ማለት እዩ ኣሌክስም ኢደ ኣለዎ እዩ ኣብቲ ፕሮግራም ማለት እዩ ከም ዓይነት ደስ ከም ዝብላ ሃሚ ዓይነት መኪና ደስ ከምትና ሃሚ ዓይነት ዕምበባ ደስ ከም ዝብላ ብዝያዳ ንሱ በዝሒ ግዜ ስለዝገዝአላ እንታይ ዓይነት ደስ ከምዝብላሲ ይፈልጥ እዩ ማለት እዩ ብፍላይ ድማ ዕምበባ ምሃብ ለይለመድኩም ልመዱ ልለመድኩምና ከመይ ዓይነት ደስ ከም ዝብለለን እንዳፈለጥኩም እግረ መንገድኩም ኪዱ ማለት እዩ ማለት ስድራኻ ይህውኻ ወይ ድማ ይገብሩልካ ወይ ድማ ኣቦኻ ነዴኻ ክገዝእላ ከሎ ትርኢ እንዲኻ ግን እሳቶም ድማ እንታይ ከም ትፈቱ ኣይፈልጡን እዮም ሰብኣይካ እዩ ዝፈልጥ ማለት እዩ እና ስለዚ ንመሓዛ ወይ ንወለዳ ክትነግረላ ትኾንካ ስኻ ኢኻ ቀዳምነት ተፀዋዕነት እኒካ ማለት እዩ እና ስለዚ እግረ መንገድኹም ለ እንዳፈለጥኩም እንዳተማሃርኩም ክትኸዱ ኣለኩም ኢለ ተስፋ ይገብር እና ጋይስ ለማዓንቲ ድማ ብጣዕሚ ደስ ልብል ማለት እዩ ዋላ ኣሌክስ ብቪድዮ ደው ኢሉ ብጣዕሚ በቃ ብጣዕሚ ደስ ኢልዎ ሊሊ ድማኒ እዚ ዓይነት ዝግጅት እዚ ምስ ዝግጃው ምናምን ብጣዕሚ እያ ነቢዓ ዋላ ንኣሌክስ ክደውለሉ ከላ ብቪድዮ ሲ ብጣዕሚ በቃ ገለ ዓይነት ማለት እዩ ከምዚ ብዙሕ ዓመታት ዝገበሩ ነገር መሲሉ እዩ ካብ ደስ ስምዓ ስቕስቕ ኢላ በኽያና ሓድሓደ ግዜ ታሕጓሶም የንብዕ እዩ ታሕጓሶም ከምዚ ዓይነት ስምዒት ንክህልወካ ይገብረካ እዩ እና ሊሊ ድማ እዚ ስምዒት እዚ ተሰሚዕዋ ማለት እዩ ብፍላይ ድማ ካብ ስድራኻ ክኸውን ከሎ ካብቲ ትሕንቅቆ ዝነበርካ ነገራት ዝያዳ ንክትሕንቅቕ ይዕድመካ ማለት እዩ እና ስለዚ ብፍላይ ድማ ኣብዚ እናሃለወት ኣብቲ ኣዲስ ኣበባ እናሃለወት ከምቲ ንሰርሓልኩም ነና ቪድዮ ለ ብጣዕሚ ማለት እሲ ከምቲ ዝድለ ነገር ኣሎ እንድዩ ኣብ ሓዳር ኣሎ እዩ ትበኣስ ኢኻ ትዕረቕ ኢኻ ትጓናፈጥ ኢኻ ትኮራረ ኢኻ ኣሎ እዩ የለን ኣይኮነን ኣብ ሓደ ገዛ ኣይኮነን ካብ ክልተ ኣዶ ዝመፀኻ ካብ ሓንቲ ኣዶ መፂኻ ከይተበኣስካስ ኣይትውዕልን ኢኻ ማለት እዩ ምናልባት ኣይንበኣስ ኢና ተባኢስና ይንፈልጥ ኢና ምናምን ሓሸት እዩ ማለት እዩ እና ኩሉ ኣብ ሶሻል ሚዲያ ዝረአ ቅብጥርንስሲ ሓቂ ከይመስለኩም እና ኣሎ እዩ እቲ ምባኣስ ኣሎ እዩ ግን ሓድሓደ ግዜ ክበዝሕ ከሎ መስመር ክሓልፍ ከሎ ድማ ያው ንጥዕና ዘይኮነስ ንሕማም ነስ ከስዕበልካ ይኽእል እዩ ማለት እዩ ጋይስ ምናልባት ሲ ምባኣስ ፅቡቅ እዩ ክበሃል ከሎ ክስካብ ትሓመም ጨጎራኻ ክስካብ ትቃፀል ድኻም ልቢ ስካብ ዝሕዘካ ክኸውን የብሉ እና እምበር እቲ ምኩራይ ወይ ድማ ተሓዳሕሪ ነገራት ኣካልቲ ፍቅሪ ኣካልቲ መቃላት ናይቲ ኩነታት ናይ ባህሪ እዩ ኩነታት እዩ በቃ ተረዲኩም ጋይስ ግን ዝኹነልኩም ከለኹ ማለት ተባኣሱ እሞ ምእንቲ ጽቡቕ ፍቕሪ ክህልወኩም ክብለኩም ከለኹ በትሪ ኣልዕሉ ማለት ኣይኮነን። ብዘጋጣሚ ሰዓታት ክልተ ሰዓታት ተቐምጡ ማለት ኣይኮነን። ናይ ይቅርታ መንፈስ ዘይብልኩም ክኾን ኣለዎ ማለት ኣይኮነን። ናይ ይቅርታ መንፈስ ክህልወኩም እኒኦ። ሓሳብኩም በትሪ ዘይኮነሲ ሓሳብ ክህልወኩም እኒኦ። ትሟጎትሉ ወይ ትስዕርሉ ወይ ትሰዓርሉ ኣብ ማእኸል ድማ ናይ ይቅርታ መንፈስ ክህልወኩም እኒኦ ኢለ ተስፋ ይገብር ማለት እዩ። ማለት ንስኻትኩም ብቻ ዘይኮነ ንሕና ናይ ይቅርታ መንፈስ ናይ ፍቅሪ መንፈስ ናይ ሓልየት መንፈስ ክህልወና ኣለዎ ኢለ ኢለ ሓስብና ከምዚ እንድሕር ኮይኑ ድማ ያው ክትኮራረ ከለካ ዝኾነ ነገር ብፍላይ ብጣዕሚ ትፋቀር እንድሕር ዳ ኮንካ ዝኾነ ኣበር ክትሪኦሉስ ኣይትደልን ኢኻ በቃ ከበድቲ ነገራት ዓብዩ ነገራት ምናምን ንዓኻ ኣይረኣየካን እዩ ባይዘወይ እንዲ ገዛ ዝኾን ሽግር ናሃሎ ኣይረየካን እዩ ተደጋጋቲ በቃ ክንጻጸ ዝኾኑ ነገራት ግን ተስተውህለሉ ማለት እዩ እና ንምንታይ እዩ እሱ ብጣዕሚ ስለተፍቅሮ ወይ ስለትፈትዎ ብደጋቅቲ ነገራት ኢኻ እንትን ትብል ትርእና ስለዚ ደቂ ተባዕትዮ ኢለ ከምዚ ዓይነት ነገራት ደስታውሃልኩም ሓዳርካ ፅኑዕ ንክኸውን ኣብ ሓዳርካ ንክትነብር ምስ ኣሚንካ ንክትከውን ዋልታ ሓበን ጅግና ንክትኮንላ ድማ ንስኻ ብዝተኻለካ መጠን ንሳ እምበይተይ ቤትነት ኮይና ከም ኣዴታትና ማለት እዩ ጎይታይ እንዳበለት ፅቡቅ ሓዳር ክንነብር ድማ ተስፋ ይገብር ማለት እዩ ስለዚ ንበዓል ኣሌክስ ድማ ከምታት ነገራት ከጋጥሞም ከሎ ብሓሳብ ብዕርቂ ብይቅርታ ብትሕትና ብብዙሕ ነገራት ኣካቢቦም ሒዞም እቲ ጉዳዮም ፋሕ ኢሉ ንፋስ ንክወስዶ ኣይኮነን ገይሮም ኣኪቦም እዮም ሂወት ኣልቢሶሞ እና ብጣዕሚ ደስ ይብለካ ማለት እዩ ብዓብኡ ኢኻ ንየ ንሳ ከም ዘሎ ተከልተ ርእሳ ክትከውን ከላ ከዓ ዝያዳ ፍቅሪ እንክብካቤ ሓልዮት የልያ እና ኩላና ድማ ከምዚ ዓይነት ነገራት እቲ ዘለና ሽግር ዘለና መከራ ንንፋስ ዘይኮና ክንህቦ ከመይ ጌርና ኢዲት ጌርና ኣስተኻኺልና ህይወት ህልቢስና ህይወት ለቢሱ ንክኸይድ ፍረ ለለዎ ጉዳይ ንክኸውን ከመይ ጌርና ክንገብሮ ኣለና ኢልና ክንሓስብ ኣለና ኢለ ኢለ ሓስብ እና ስለዚ ድማ ሎማዕንቲ ብጣዕሚ ቆንጆ ዝኾነ ቪድዮ ኣዴታታም ተሓጒሰን ሓማታም ተሓጒሰን ብዙሕ ሰብ ተሓጒሱ ኣሌክስ ዋላ ናብኡ ምኻዱ ይኽፋእ እየ እምበር ቆንጆ ዝኾነ ፕሮግራም ነይሩ ማለት እዩ ናይ ሎማዕንቲ ቪድዮ እዚኣ ትመስል ነይራ ጋይስ ሓድሽ ስለሆንኩም ሰብስክራይብ ምጋር ኣይትረስዑ ተተመቻትኩም ለላይክ ምጋር ኣይትረስዑ ክንኩለኩም ይደሊ ተስተናይ ንዓኹም